ኣብ ሃገረ ስብከትና ብፍላይ ኣብ ዞባ መቐለ ዝነበረ ኣምባገነንነት፣ ዝነበረ ጉቦ፣ ዝነበረ ኣድልዎ፣ ዝነበረ ግፍዒ፣ ዝነበረ ዘረፋ ናይ ቅርሺ ብምሉኡ እዚ እናረኣየ ቤተ ክርስቲያንና ትዝረፈላ ኢሉ ዓበይቲ ደቂ ቴስዓ፣ ደቂ ሰማንያ፣ ደቂ ሰብዓ ዓመት እዮም ምሳና ኣባል ማሕበርና ኮይኖም ዝንቀሳቐሱ ዘለዉ። ስለዚ እዚኣቶም ብጥቕሚ እዮም ክትብል ኣሉቧልታ እዩ። ስለዚ ገዛእቲ ደርቢ፣ መዝመዝቲ፣ በላዕቲ ንጥቕሞም ዝነብሩ ሰባት ግን እዙይ ክብሉ ባህርያዊ እዩ። ምኽንያቱም ክወርዶ ኣይኽእሉን። ገንዘብ እዮም ዝረኽቡ ዘለዉ። እታ ቤተ ክርስቲያን ፋብሪክኦም እያ ንኣታቶም፣ ፒኤልሶም እያ ንኣታቶም። ስለዚ ይምዝምዝዋ ስለ ዘለዉን ካብዚ ጥቕሚ እዚ ክተርፉ ስለ ዘኽእሎም እቲ ናትና ምግዳል እቲ ናትና መንፈሳዊ ቃልሲ ንሳቶም ስቕ ኢሎም ብጸጋ ክቕበልዎ እዮም ኢልካ ኣይትሓስብን። ስለዚ ንሕና መንበረ ሰላማ ብሰናይ ድልየትና ባዕልትና ዘቋቋምናዮ ወላኦ ክመጽእ እየ እወ እ፣ እቲ ኣብቲ ሃገረ ስብከት ዝረአ ሽግር ነቶም ውልቀ ሰባት ፈሊና ነታ ቤተ ክርስቲያን ምቅዋም እውን ኣይኮነን። እታ ቤተ ክርስቲያን ቤተ ክርስቲያን እያ። ቤተ ክርስቲያን ብመሰረቱ ብክርስቶስ ዝተሃነጸት ክርስቶስ ርእሳ፣ ክርስቶስ ግርማኣ፣ ክርስቶስ ኣክሊላ ምዃኑ ዝግንዘብ ብዙሕ ሰብ ኣሎ። ትምእመን ማለት እዩ ስለዚ ቤተ ክርስቲያን ዘይኮና እንቃወም ዘለና ንሕና እንቃወም ዘለና እቶም መመሓደርቲ እቶም ኣብቲ ቤተ ክርስቲያን ኣትዮም ነታ ቤተ ክርስቲያን እናመዝመዙ ሒዞምዋ ዝወድቁ ዘለዉ ሰባት ኢና ብስሞም እናጠቐስና ኢና እናተቓለስና መፅና ብሕብእብ ኣይኮነን ስለዚ ደመወዞም እንተይተረፈ እንካብ ባንክታት ኣውፅእና ሓደ ጳጳስ ወይ ሓደ ስራሕ መካየዲ ክንደይ ገንዘብ እዩ ዝረክብ? ሓደ ጸሓፊ ክንደይ ገንዘብ እዩ ዝረክብ? ሓደ ናይ ስብከተ ወንጌል ክንደይ ገንዘብ እዩ ዝረክብ? ብምሉኡ ዘርዚርናዮ ኢና ኣብ ዝሓለፈ ብ ኣክሱማውያን ምድያ ማለት እዩ። ሕዚ እውን ኣድላይ እንተኾይኑ ብግልጺ ክነቕርቦ ንኽእል ኢና እቲ ወረቐት ማለት እዩ። ስለዚ ጉቦ በዚሑ፣ ጭቆና በዚሑ፣ ሰባት ምግፋዕ በዚሑ፣ ብጭቕ ኢሉ ዝተዛረበ ግዝኣት ፎርኦን ኮይኑ በቃ። ግዝኣት ፈርኦን ኮይኑ እዚኣ ዝገብርዋ ዘለዉ ውሱናት ኣካላት እዮም። እዞም ውሱናት ኣካላት እዚኦም ምቅዋም ማለት ቤተ ክርስቲያን ምቅዋም ማለት ኣይኮነን። ቤተ ክርስቲያን ምድሓን እዩ። ቤተ ክርስቲያን እዮም ሒዞምዋ ዝፈርሱ ሒዞምዋ ዝፈ- ዝ- ዝ- ዝወድቁ ዘለዉ ምክንያቱም ዝጥቀምዎ እቲ ገንዘብ ውሱናት ሰባት እዮም። እቲ ገንዘብ ኣብ ፕሮጀክት እንተዝውዕል እቲ ገንዘብ ኣብ እቶት ዘርክብ ነገር ተዝውዕል እታ ቤተ ክርስቲያን መዓበየት ሊቃውንታ መኣበቡ ናይ ፈለገ ህይወት ትምህርቲ ምማዕበለ ነይሩ። ናይ ፈለገ ህይወት ተምሃሮ ግን ኣብ ቅዱስ ሚካኤል ካቴድራል ጅብሩኽ ኣብ እንዳ መድሃኒ ኣለም ኣብታ ከባቢና ንሪኦም ማለት እዩ ዘለዉ ተምሃሮ ፋሲካ ዋተር ቦጅቦጅ ማለት እዚ ብማይ ዝተፈትፈተ ጨው እኳ ዘይብሉ በሊዖም ይውዕሉ። ውልቀ ሰባት ግን በዓል ቀሺ ገብረ ስላሴ በዓል ኣቡነ ኢሳይያስ እቶም ኣብኡ ዘለዉ በዓል መጋቤ ምስጢር ዝበሃሉ ብመሰረት እቶም ኣብኡ ዘለዉ ገዛእቲ ደርቢ ግን ደመወዞም ሚእትን ሰማንያን ሽሕ እዩ ሚእትን ሰብዓን ሽሕ እዩ ሚእትን ሓምሳን ሽሕ እዩ ወርሓዊ ደመወዝ እዙይን ካብቲ ሃገረ ስብከት ጥራይ ዝወስድዎ እዩ ተደራቢ ስራሕ ኣለዎም እቲ ኣብቲ ተደራቢ ስራሕ ኣርብዓ ሽሕ ሰማንያ ሽሕ ሓደ ኣለልካ ዝገርመካ ከም ኣብነትስ መጋቢያ ኢላፍ ዝብልዎ ኣሎ ሓደ ተኣምራት ታደሰ ዝበሃል ሰብኣይ ንሱ ብሰንበት ትምህርቲ ቤት ዝመፀ እዩ ኣባል ማህበረ ቅዱሳን እዩ ኣባል ማህበረ ቅዱሳን ስለ ዝኾነ እዩ ናብቲ ስልጣን ንሱ ደይቡ ብግሩፕ ማለት እዩ መቸስ ማህበረ ቅዱሳን ትፈልጦ ኢኻ ጀኖሳይድ ንህዝቢ ትግራይ ዝኣወጀልና ማለት እዩ ብዳንኤል ክብረት ዝምራሕ ማለት እዩ ፀረ ህዝቢ ትግራይ ፀረ ትግርኛ ፀረ ትግርኛ ተዛራቢ ዝኾነ ማሕበር እዩ ናቱ ኣባል እዩ ንሱ ናቱ ኣባል እዩ ቀሺ ገብረስላሴ ናቱ ኣባል እዮም ዕንቆ ባሕሪ ናቱ ኣባል እዩ እቶም ኣብ ሃገረ ስብከት ዘለዉ ገንጋናት መራሕቲ ኣጋንንቲ ንሳቶም ናይ ማህበረ ቅዱሳን ኣባላት እዮም ስለዚ ሰብኣይ እዚ ናይ ማህበረ ሊቃ ኢላፍ ኢሎምዎ ሊቃ ኢላፍ መጋቤ ኣእላፍ እባ እንኳን ኣእላፍ ክምግብ መጋቤ ኣእላፍ ማለት ብመሰረቱ ናይ ቅዱስ ገብርኤል መዓርግ እዩ። ግን ውሃዊኡ ኣቡነ ኢሳያስ ስለዝኾኑ ጳጳስ ስለዝኾኑ ሰሊዖም ምሃብ ክስታይ የብሉን። ምንም ዝዕቅቦም ኣይኮነን ስልጣኖም እዩ። መጋቤ ኣእላፍ ኢሎምዎ እንኳን ኣእላፍ ክምግብ ካብቲን ካብቲን ደቁ እኳ ብስነ ስርዓት ዘይምግብ ሰብኣይ ኣብ እንዳ ገብርኤል ሚእትን ማነው ኣርብዓን ሸውዓተን ሽሕ ይወስድ ተደራቢ ስራሕ ማለት እዩ ኣብ ሃገረ ስብከት ኣብ ሃገረ ስብከት ክንደይ ይወስድ
መን ይበሃል? መጋቤ ኣእላፍ ተኣምራት ታደሰ እዩ ዝበሃል። ኣነ ክሪኣ ኣብዚኣ ኒሃ መጋቤ ኣእላፍ ተኣምራት ታደሰ ሚእትን ሰላሳን ሰለስተን ሽሕን ሸሞንተ ሚእትን ሰማንያን ክልተን ቅርሺ ይወስድ። ኣብኣ ተላ ክብራት ተኸታተልትና እዚኣ ናብ ኢትዮጵያ ንግድ ባንኪ ማርያም ጉጉሳ ቅርንጫፍ ጽሕፈት ቤት ትብል ዋኒኑ ብዛዕባ ክፍሊት ክፍጸመልና ምሕታት ይምልከት። ኣብ ዋኒኑ ከም ዝተሓበረ ናይ መቐለ ሃገረ ስብከት ጽሕፈት ቁጠባ ቁጽሪ ሓደ ሽሕን ዓሰርተ ሸሞንተ፣ ዜሮ ሸሞንተ፣ ሰላሳን ስሳን ሰለስተን፣ ሰማንያ ክልተን ሸውዓተን ካብ ዘሎ ገንዘብ ብር ሰለስተ ሚልየን ክልተ ሚእቲ ሰላሳን ሸሞንተን ሽሕ ክልተ ሚእቲ ሰማንያን ሽዱሽተን ነጥብ ሰማንያን ኣርባዕተን ብር ተቐኒሱ ምስ እዚ ደብዳቤ ኣተሓሒዝና እንትልእኮ ናይ ሃገረ ስብከትና ሰራሕተኛ ስም ዝርዝር ሓደ ገጽ ናብ ናይ ሰራሕተኛ ውልቀ ሒሳብ ቁጽሪ ክፍሊት ክትፍጽሙልና ብኣኽብሮት ነተሓሳስብ ምስ መንፈሳዊ ሰላምታ ናይ ቤት ጽሕፈት ባንኪ ገንዘብ መንቀሳቐሲ ፊርማ ይብል ናይ ቤት ጽሕፈትና ባንኪ ገንዘብ መንቀሳቐስቲ ፊርማ መልኣከ ብርሃን ገብረስላሴ ሕሸ በኩረ ትጉሃን

ካብ ሽፌር ኣነ ካብ ኣቦ ፅሬት ቀፅለሉ ቀፅለሉ ኩሉ ነንበሮ እወ ይከኣል ይነበብ ብፁዕ ኣቡነ ኢሳይያስ ስራሕ መደብ ሊቀ ጳጳስ ዕስራ ቁጽሪ ኣሎ ደሞዝ ሚእትን ሰማንያን ሽሕ መልኣከ ብርሃናት ገብረስላሴ ሕሸ ስራሕ መካየዲ ዕስራ ቁጽሪ ኣሎ ደሞዝ ሚእትን ስልሳን ሸሞንተን ሽሕ ክልተ ሚእትን ሰለስተን ብር እ፣ መጋቢ ምስ ወያሬድ መብራህቱ ይብል መጋቤ ምስጢር ምስጢረ ስላሴ ድዩ ያው እቲ ናይ ሃይማኖት ኣነ ስለ ዘይፈልጦ እየ ብዙሕ ይቅርታ ደሞዞም 148 ሽሕ በክሮ ትግሃን እውን ቆብ ሓደ ከም ዋና ጸሓፊ ደሞዞን 159 ሽሕ 46 ብር እቲ ዝተሓተ ናይ ፅሬት ሰራሕተኛ እዩ ክብራት ተኸታተልትና ካብቲ ደሞዝ እቲ ልንኣሰ ደሞዝ ወይዘሮ ገነት ዘነበ ይበሃላ ፅሬት ሰራሕተኛ እየን ሰላሳን ሸውዓተን ሽሕ ሸውዓተ ሚትን ሓምሳን ሸሞንተን ደሞዘን ኣብዚ ናይ ንብረት ክፍሊ ኣብ ዘሎ ሓደ ንብረት ክፍሊ ዝገረመኒ መልኣከ ብርሃን ኣፅብሃ ብርሃ ንብረት ክፍሊ እዮም ደሞዞም ሚእትን ሓሙሽተን ሽሕ መዝገብ ቤት እውን ኣላ ኣለዉ ሊቀ ትጉሃን ድያ ሊቀ ትጉሃን ኢሳያስ ኣብርሃ መዝገብ ቤት ደሞዞም 105548 ብር እዚ እዩ እንግዲህ ሹፌር እውን ኣሎ ሓደ ሹፌር ናይቲ ሹፌር ደሞዝ ሽፈር ዲያቆን ዮሃንስ ተክላይ ይበሃል ሹፌር እዩ ሚእትን ሓሙሽተን ሽሕ ኣርባዕተ ሚእትን ሰማንያን ሸሞንተን በዛ ኣጋጣሚ ካሜራማን ካሜራማን ኣለኻ ናይ ካሜራማን ደሞዝ ዲያቆን ዘካርያስ ተኽላይ ይበሃል። ካሜራማን እዩ። ደሞዙ ሓምሳ ሽሕን ሰለስተ ሚእቲ ሰብዓን ሸሞንተን ብር ነጥቢ ሰብዓን ክልተን። እዙይ ናይ መቐለ ሃገረ ስብከት ቤተ ክርስቲያን እዩ። እወ ሕዚ ኣብዚ እዚ ብክፋል ኢና ቅድሚ ኣቕሪብናዮ። ሕዚ እውን ገሊፅናዮ ነርና ኢና። ብወገን እዮም ዝቆፅሩ መረዳእታ፣ እሺ እዞም ተኽላይ ተኽላይ ዝብል ስም ዘለዎም ደቂ ሓፍቶም ንኣቡነ ኢሳይያስ እዮም። ናይ ኣቡነ ኢሳያስ ማለት ኣቡነ ብፁዕ ኢሳይያስ ብመሰረቱ እ። ካበይ ኢኺ ዓድኻ እንተይበሉ ኣይቖፅሩን። እዚኣ ኣ- ይቖፅር እየ እንተኢሎም መልሓሰይ ትቑረፅ። ከመይ ማለት ከመይ ማለት ፅቡቕ ንኣብነት መጀመርያ ሰብ ክቁጸር እንትመጽእ እንተሎ ሊቅ ዲኻ ተማሂርካ ዲኻ ዝማሬ ዶ ትፈልጥ መዋስእ ዶ ትፈልጥ ቅኔ ዶ ትፈልጥ ኣቋቋም ዶ ትፈልጥ ዝበሃል ነገር ኣብኦም ኣይሰርሕን ቅድሚ ቁጽሪ ሓደ ጉቦ
ኣብ ቤተክርስትያን ጉቦ ኣለዎ ጉቦ ይቕበሉ ጉቦ ዝቕበሉ ቀሺ ገብረስላሴ ዕንቆ ባሕሪ እዙይ ብጭቡጥ እዩ መረዳእታ ፅቡቕ ሓደ ሰባት እዮም ቶም መረዳእታና ሰባት እዮም ቶም መረዳእታና ንኣብነት ሓደ ናይ ሓለቃ ደብሪ ክቁፀር እንተኮይኑ ሓሙሽተ ሚእቲ ሽሕ ከምፅእ ኣለዎ ናብታ ንእሽተይ ደብሪ ማለት ክንደይ ሓሙሽተ ሚእቲ ሽሕ ናብ ቤተ ክርስቲያን ናብ ቤተ ክርስቲያን ሓሙሽተ ሚእቲ ሚእቲ ሽሕ ሽሕ እዚ ሰባት እኒሄው ንኣብነት ሓደ ሰብኣይ ኣለው ሃለቃ ከላሊ ሕሉፍ ዝበሃሉ ምሳና እዮም ዝሰርሑ ገዛ ናታቶም ተኻርዮምሎም ነይሮም ድሓር እቲ ገዛ እ፣ ልቐቑ ኢሎምዎም ብርካሽ እዮም ተኻርዮምዎ ነይሮም ቀደም ግን ብዙሕ ገንዘብ ኣውፅኦምሉ እዮም ናይ ኣርባዕተ ሚልዮን ገለ መለ ኣውፅኦም ኣሕዲሰዮ እዮም ዝብሉ ውፁ ኢሎምዎም ኣታ ከመ ገይረ ክወፅእ ኣነ ማዕፅዋን ክባን ነይሩ ኮረና ነይሩ ገለመለ ገለመለ ዝብል ብቻ ዝባዝንክ ነይሩ ሓደ ሚልዮንን ፈረቃ ነምፅ እሞ ክንገድፈልካ ኢሎሞ ሓደ ሚልዮን ፈረቃ ድማ ይህብን ኢሎሞ ቦዚ ሓዊ ኣትዎም ብፍርዲ ቤት ተኻሲሶም ክልተ ዓመት ሙሉእ ተማጒቶም ወፂኦም ካብቲ ገዛ ማለት እዩ ስለዚ ሓደ ሚልዮንን ፈረቃን ጋእ ኣይብሉ ንኣታቶም ዓሰርተ ሓሙሽተ ቅርሺ እዩ ወይ ሚእትን ሓምሳን ቅርሺ እዩ ክነግረካ ጉቦ ኣብ ቤተ ክርስቲያን ዝብላዕ ይመስለን ሰብ ሓደ ቆልዓ ኣሎ ቲክቶከር እዩ ፍታ ነገስት ፍታ ነገስት ወሬ ነራ ፍታ ነገስት ንባዕሉ ዲያቆን ክቁፀር ሚእትን ሓምሳን ሽሕ እዩ ጉቦ ዝጥየቕ ተባሂሉ ንሱ ዲያቆን እዩ ኣነ ግን ሚእትን ሓምሳን ቅርሺ ሚእትን ሓምሳን ሽሕ ሂበ ቤተ መቅደሰ ይኣቱን ኣይቁፀርን እዩ ኢሉ ናብ ቤተ ክርስቲያን ክተገልግል ክውስኸልካ እየ ፅናሕ እዚኦም እኮ ናይ ቤተ ክርስቲያን መራሕቲ ዘይኮኑሲ ከምቶም ወርቂ ዘሪፎም ዝበሃሉ ጀነራላት ካብኣቶም ንላዕሊ እዩ ሕብረተሰብ ዘይፈልጦ ግን ኣሎ ጀነራል እዚ ገይሩ እዩ ናይ ፖለቲካ መራሕ እዚ ሰሪቑ እዩ እዚ ሙስና በሊዑ እዩ ኢሉ ገፍገፍ እንትብል ትሰምዖ። ንሱ እውን ትኽክል እዩ ማለተይ ኣይኮነን፣ ክኹነን ዝግብኦ እዩ። ናይ ቤተ ክርስቲያን ሓደ ጳጳስ ጉቦ ይበልዕ እዩ ወይ ደመወዙ ክንድዚ እዩ እንትበሃል እንተሎ ግን ኣይኣምነካን፣ ስኽ በል እዩ ዝብለካ። ኣይግዝኡን ዝብሉ እውን ብዙሓት የዋሃት ምእመናን ኣለዉ። ኣይግዝኡን ኣይበሃልን። ንሕና እንቃለሶ ዘለና ግዚኡን ፈረቓን። ከመይ? ኣብ ጸገም ኢኻ ትቃለስ፣ ኣብ ጸገም ኢኻ መፍትሒ ክፍጠር እትንቀሳቀስ ኣብ ራህዋ ኣብ ሰላም እማ እንታይ ክትገብር ደኣ ክትንቀሳቀስ ስለዚ ኣይግዚኡን ዝበሃል ነገር ኣይኮነን ሕዚ ትግራይ ኣብ ፀገም ስለ ዘላ ኣይግዚኡን ኢልና ስኹንተ ኢልና ኣብ ልዕሊ ፀገም ፀገም ይኸው ኣብታ በፅሕናያ ዝኒሀና ደረጃ ንበፅሕ ህዝቢ ትግራይ ብፖለቲካ ተሓሚሱ ብሃይማኖታዊ ምምሕዳር ተሓሚሱ ምፅዋር ኣብይዎ ስለዚ ሐዚ እዞም ሰባት እዚኦም ናይ ሃይማኖት መራሕቲ እዩ ኢልካ ክትቅበሎም እውን ኣይትኽእልን። እምነቶም እውን የጠራጥረካ እዩ እምነቶም። እቲ ህዝቢ ግን ብምንታይ እዩ ዝዕሾ? በታ ኣስኬማ ዝገበርዋን በቲ ዝተኸደንዎ ቀሚሽን። ንሱ ቀሚሽ እዩ፣ ጨርቂ እዩ። ትርጉሙ ግን ካልእ እዩ። ትርጉሙ ዓብዪ እዩ። ገፊሕ እጅጉ ይኽደኑ። ናይ ክርስቶስ መንግስቲ ጽቡቕ ንዝሰርሐ ገፋሕ እያ፣ ጽቡቕ ንዝሰርሐ ዝኣትወላ በሪ እያ። እቲ ኣስኬማ እውን ኣክሊለ ሶክ ዝተሰከሞ ናቱ መርኣያ እዩ እዮም ዝብሉ፣ ተግባር ግን ካልእ እዩ። ተረዲኻ እንዶ ጉቦ ኣሎ ኣብ ቤተ ክርስቲያን ትንብል ተለና ብመረዳእታን ብማስረጃን እዩ። ስለዚ ሕልፍ ሓሊፎም እንታይ ጀሚሮም ኣለዉ ይመስለካ ዕሪና ክሳብ መጨረሻ ክንከደሉ ኢና እቶም ቀሺ ገብረ ስላሴ ዝብለካ ዘለኹ ስራሕ መካየዲ ናይ መቐለ ድሓር ኣብ መንበረ ሰላማ ዝፃወትሉ ዘለዉ ጉዳይ ድሓር ክንመፅእ ኢና ክትሓተኒ ኢኻ ገንዘብ ሞንዮም ቅርሺ ፀጊቦም መሬት ጉቦ ይወሃቦ ኣለዉ ማለት ሓደ
ስራሕ መካየዲ ወይም ሓደ ናይ ቤተክርስትያን መራሒ ክገብርዎ ኣርባዕተ ሚእቲ ካሬ ይቅበሉ ኣለዉ ናብ መሬት ቀይሮሞ እቲ ጉቦ ኣብ ደብሪ ኣብ ደብሪ ዝበሃል ቀልቀል ደብሪ መቐለ። መቐለ ካብዚ ገዛውትና ናብዚ ሕልፍ ኢልካ ቅርሺ ስለ ዝሰኣኑ እቶም ወለዶም ነባር ትሕዝቶ ስለ ዘለዎም በሉ ኣርባዕተ ሚእቲ ካሬ ስለ ዘለኩም ተርባዕተ ሚእቲ ሃቡኒ እሞ ደቅኹም ክቆጽረልኩም ኢሎም እቶም ደቆም ናብቲ ዳሕና ዳሕና ቦታ ከእትውሎም ማለት እተን ዳሕና ዳሕና ዝ- ዝብልዓ እንዳ ኣኽለማይ ዝበሃላ ኣለዋ ኣብ ቤተ ክርስቲያን እንዳ ሚካኤል
ጅብሩኽ እንዳ ማርያም ጉግሳ እንዳ መድሃኒ ኣለም እዞም ዓበይቲ ዓበይቲ ቤተ ክርስቲያናት እዚኣቶም ኣታዊኦም ዳሕና እዩ ብፍላይ እቶም ህንፃ ዘለዎም ከም ንዳማርያም ጉግሳ ነባር ቤተ ክርስቲያን ኣብዚኣቶም ክንቆፅረልኩምስ ኣርባዕተ ሚእቲ ካሬ ሃውና ይብሉና ኣለዉ ጥራይ ዘይኮነስ ሂብና እዮም ዝብሉ ኡይ ዝብሉ ገባራት እኒሄው ትገባር ይዕሾ እዩ ዘሎ ይዕሾ እዩ ዘሎ ልቡ ይቆስል እዩ ዘሎ በዞም መራሕቲ እዚኦም ስለዚ ክሳብ ክንድዚ እዮም ከይዶም ተረዲኻ እንዶ ንመጀመርያ ግዜ ብዓለም መሬትስ ብጉቦ ኣይትቅበልን ጉቦ ቀደም ይበሃል ብደርጊ ብሃይለ ስላሴ ብኢህዴግ እናበሉ ዝሰርዕዎ ሰባት ኣለው እቶም ጉቦ ሰብ ሃፍቲ ማለት እዩ ብደርጊ ሶፋ ነይሩ ዝዓበየ ጉቦ ብኢህዴግ ከዓመ ካብኡ ላዕሊ ኮይኑ መኪና ካሊእ ካሊእ ካሊእ ካሊእ ኮይኑ ሎሚ ከዓመ ናይ ቤተ ክርስቲያን መራሕቲ ኣርባዕተ ሚእቲ ካሬ ጉቦ ይቕበሉ ኣለው እዚ ኢንፎርሞሽን እዚ ከም ኢንፎርሞሽን መፅዮ ኣሎ ዝምልከቶ ኣካል ወየ ንሕና ተሓሚስና መንግስቲ የብልናን እምበር ዝምልከቶ ኣካል እዚ ፀረ ሙስና ከፃርዮ እዩ ዝግብኦ ክኸደሉ እዩ ዝግብኦ ንሕና ኢንፎርሜሽን ሰሚዕና ንዛረብ ኣለና ስልጣን የብልናን በቢ ዝኸድናዮ ይቕጥቅጡና እዮም ዘለዉ ግን ካብ እግዚኣብሔር ዋጋ ኣይንስእንን ኢልና ኢና ንቃለስ ዘለና ዓቕሚ እውን የብልናን ስልጣን የብልናን እቲ ስልጣን ዘለዎ ኣካል ግን እዚዩ እዞም ሰባት እዚኦም ሓንቲ መዓልቲ እውን ክውዕሎ ይግበን ክእሰሩ እዩ ዝግብኦም ነይሩ ግን ጉቦ እንትረአዩ ስለዘይ ኣይንረአን ስለ ዝብሉ ንምንታይ ዘይትኸሱና ብፍርዲ ቤት ይብሉ ኣብ መድረኽ ወፂኦም ኣብ እወ ኣውደ ንምንታይ ምህረት ማለት እዩ። ለይትኸስዎም ንምንታይ ሓቆም ዘይትኸሱና ይብሉ እም። ስለዚ መን እዩ ክሰሶም መን እዩ ክኸሶም ከመይ ጌርና ን- እንታይ ዓቕሚ ኣለና እዚኦም እኮ ብገንዘብ ዝደለዉ እዮም ጠበንጃ ኣለዎም ኣብ ጎኖም ክነግረካ ንሕና እኮ ሓንቲ መዓልቲ ኣብ ኣውደ ምህረት ተሰብሲብና ኣይንፈልጥን ኣ- ኣእሲሮምና እዮም እንዳ ሚካኤል ጅብሩኽ ተሰብሲብና ምእመናን ተኡ ዘሎ ሓለቓ ፈላሲ ፖሊስ ፀዊዑ ሓኒቑ ወሲዱና ክልተ መዓልቲ ሰለስተ መዓልቲ ብፒክኣብ እናተፅዓና ዓበይቲ ሰባት ዓበይቲ ሰባት ኣለዉ ዝበሃሉ ናይ እንደርታ ዓበይቲ፣ ኣለዉ ዝበሃሉ ናይ መቐለ ኣዛውንትታት ዓበይቲ፣ ደቂ ኣንስትዮን ተይተረፋ። ንሱ ቢልና ኣብ ሃፀይ ዮሃንስ ሆቴል ተሰብሲብና ሓደ ግዜ ዝተባረሩ ኣቕሽተ ኣለዉ ብጣዕሚ ዘሕዝነካ ኣርባዕተ ሓሙሽተ ዝወለዱ በዓል ቀሺ የማነ ዝበሃሉ በዓል መምህር ቀለመ ወርቂ ዝበሃሉ ሊቅ ሊቃውንቲ በዓል መምህር ኣሰፋ ዝበሃሉ ኩሎም እዚኦም መባይረሞም ምክንያቱም ቆላሕ ኢልኩም ከይትሪኡ ገንዘብ ናበይ ኣሎ ከይትብሉ ናይ ደቡብ ወረዳ መመሓደርቲ እዮም ነይሮም ገንዘብ ናበይ ኣሎ ኢሎም ስለ ዝሓተቱ ዳሚካኤል ወርሓዊ ብሚልዮን ሰለስተ ሚልዮን ኣርባዕተ ሚልዮን እዩ ዘእቱ ካብኡ እቲ ገንዘብ መን ትራንስፈር ከም ዝገበረ ትራንስፈር ከም ዝገበረ ይፍለጥን ተኡ ዘሎ ሓለቃ እቲ ናይ እንዳ ሚካኤል እውን ፈላሲ ክንደይ ጉድ ጉቦኛ ክንደይ ጣጣ ጉድ ዘለዎ ሰብ እዩ ብንጽህና እውን ዘይምስገን ብንጽህና ማለት በንስቷ
ተመልካትና እውን ግልፂ ክኾነ ዘይምስገን ኣብቲ ውሽጢስ ሰበይቲ ተደፊረ ወሊደ እየን ካብ ፈላሲ ኢላ ዓፈኑ ዓፈኑ ተባሂሉ ኣብ ፖሊስ ጣብያ ብ ቀዳማይ ወያነ ከይዳ ጠሪዓ ተደፊኑ ሓሊፉ እና እንታይ ክብለካ ደልየ እየ ሰብ ገንዘብ እዮም እዞም ሰብ እዚኦም ዝሓበጡ እዮም ኣብ እ- ኣብ ጎኖምስ ናይ መንግስቲ ኣካል ኣለዎም ናይ መንግስቲ ኣካል እንትብለካ እንተለኹ ጠበንጃ ዝሓዘ ከላሽን ዝሓዘ ማለት እዩ ስለዚ ባ- ሰብ ሃፍቲ እዮም ገዛእቲ ደርቢ እዮም ገዛእቲ ደርቢ ስለ ዝኾኑ ጠበንጃ ክደልዩ ብጠበንጃ እቲ መንበረ ፓትሪ እቲ መንበረ ጵጵስና ብጠበንጃ እዩ፣ ብክልተ ከላሽን እዩ ዝሕሎ ታይ ጣጣ ኣለዎ ኡ ክላሽን ዝኣቱ ማንም ሰብ ዝሪኦ ማለት እዩ ብክልተ ክላሽን እዩ ዝሕሎ ስለዚ እዚ እንታይ ስለ ዝኾነ እዩ ገንዘብ ስለ ዘሎ እዩ ውሽጢ ወርቂ ስለ ዘሎ እዩ ውሽጢ ዕንቁ ስለ ዘሎ እዩ ውሽጢ መዓት ሃፍቲ ኣሎ መዓት ብእል ኣሎ ካብ ናይ መንግስቲ ኣካላት እውን ዝሓዝዎም ኔትወርክ ኣለዎም ናብቲ ኔትወርክ ድሓር ክመፀልካ እየ ስለዚ እዙይ ናይ ሙስና ኣገሪሙ እኳ ተውየ ተደኒቕካ ብወገን ዝቐፅሩ ምዃኖም ላብኣ ክመፅእ እየ ካብዚ ኣዲስ ኣበባ ዝኸዱ ዝመፁ ሰባት ሓደ ግዜ ዘውግዑን ሓደ ቀሺ ኣለው ኣነሲ ቁፀሩኒ እንደቦይ ኢለዮም ኢሎም ንኣቡነ ኢሳያስ
ድሓር ጠይቆም ጠይቆም ታዋና ሕማሞም ንሶም ዓዲ እያ ወዲ ዓድነት እያ ኣበይ ዓዶም እሶም እንድዕሎም ኣብ ሓደ ወገን እዮማ ይቅርታ እንድዕሎም ኢለ እዮም ጳጳስ ይቅርታ ሕዚ እ፣ ይቁፀሩን እንዶ ኢለ እዮም ኢሎም ድሓር ዘይሮም ዘይሮም ዘይሮም ወለድኻ ዳሕና ድዮም ኢሎምኒ ኢሎም ዳሕና እዮም ኣበይ ከይነብሩ እቲ ዓዲ ክፈልጦ ዶ ኢኻ እታ ተንኮል ኣብ ከምዚ መሰለ ዓዲ በል እሞ ጽንሕ ኢልካ ድሕሪ ወርሒ ንዓ ድሕሪ ክልተ ወርሒ ንዓ ብድሕሪኡ የእትውዎን ተሞዛብእ እኒሀው ናበይ ዓዲ እዮም ብፍላይ ዝቐፅርዎም ናብቲ ከባቢ እዮም ኣበይ እሞ ክንፈልጦ ክንፈልጦ ባይዘወይ ናብ ሚድያ ምፅሑ እንዲኹም ሓደ ግዘ ሕዚ ግልፂ እውን ምንታይ ህዝቢ ትግራይ ክፈልጦ ክነግረካ
ኣብዚ ዲያቆን ዮሃንስ ተክላይ ወዲ ሓፍቶም ኢለካ ሹፈር እዩ ኣካውንት እኒሀ 105488.04 ሳንቲም ወሲዱ እኒሀ እዚ ናይ መኣዘ እዩ እንተልካ ናይ ብዕለት 6 ሓደ 217 ዝተፅሓፈ እዩ ህዝቢ ወሲኾምሉ እዮም እቲ ደመወዝ ካብኡ እዚ ወዲ ኣቶ ተክላይ እዩ ማለት እዩ ዮሃንስ ተክላይ ሹፈር
እንደገና ዘካርያስ ዲያቆን እወ ዲያቆን ዘካርያስ ተክላይ ካሜራማን እዩ እዚ ቆልዓ እዚ ካሜራ እድባ ይፈልጣ ነይሩ መጀመርያ ናብቲ ናብቶም ጳጳስ ትመፅ እንተሎ ቆልዓ እንድዩ ኢድ መሕፀቢ ተባሂሉ እዩ ኣትዩ ኢድ ዘሕፅብ ማለት እዩ ማይ ሸሞንተ ሚእቲ ቅርሺ ቆፂሮምዎ ነይሮም ከምኡ ዝብል ኢንፎርሜሽን ንሕና ኣሕሊፍና ናብ ሚድያ ባይዘወይ ናብ ሚድያን ካብ እንወፅእ ዳርጋ ሰለስተ ዓመትና ገይርና ኢና ህዚ ብደደቢት ዓዒልና ኢና ዝሰምዐና ስኢና ድሓረ ምስ ኣንፀባርቕናያ ወው እዚማ ከኽፈእልና እዩ ኢድ መሕፀቢ ሸሞንተ ሚእቲ ተባሂሉ ከኽፈእልና እዩ ዋ ካሜራማን ይኹን ተባሂሉ ካሜራማን ተመዲቡ እኒሀ ማለት እዩ ፅቡቕ እዩ እንኳዕ ስራሕ ረኸበ ሓምሳ ሽሕ ደሞዝ እወ ስለዚ ድያቆን ማነው እዚ መን ኢና ዝበልና ዘካርያስ ተኽላይ እወ ካሜራ ማን እም። ሓምሳ ሽሕን ሰለስተ ሚእትን ሰብዓን ሸሞንተ ነጥቢ ሰብዓን ክልተን ሳንቲም ይረክብ ኣብዚኣ ኣሎ ገነት ተኽላይ ኣላ ኣብዚኣ እውን ገነት ተኽላይ እኒሃ ገነት ተኽላይ ፀሓፊት እያ እወ ሓፍቶም እያ ማለት እዩ ሓምሳ ሽሕ ሓምሳ ሽሕን ሰለስተ ሚእትን ሰብዓን ሸሞንተን ትረክበላ ማለት እዩ ስለዚ እዚኣ እዛ ወይዘሪት ገነት ተኽላይ ትብል እውን እም። እወ ወይዘሪት ገነት ገነት ተኽላይ ተኽላይ ጸሓፊት ጸሓፊት እወ እወ። ጽዳት ሰራሕተኛ እውን እኒሃ ወይዘሪት ገነት ዘነበ ትበሃል ስለዚ እዙዩ ሓደ ዶክተር ዕድመ ልክዑ ተማሂሩ ዝረዩ ረኽቦ ደመወዝ ብጸሓፍየ ብሽፈርየ ብካሜራማንየ ኢልካ ሸጒጥካ ቤተ ክርስቲያን ምምዝማዝ ቤተ ክርስቲያን መዕነው እምበር ቤተ ክርስቲያን መሰጎም ኣይኮነን እቲ ናይ ቤተ ክርስቲያን ገንዘብ ንዝምልከቶ ንቶም ሊቃውንቲ ነቶም ተደርብዮም ዝኔዉ ሊቃውንቲ ብጣዕሚ ዘሕዝነካ ብጣዕሚ ዘሕዝነካ ብጣዕሚ ክንደይ ዓመት ዝተምሃሩ ሊቃውንቲ ክንደይ እንታይ ሽሙ ዘለዎም ሊቃውንቲ ክንዲዙይ ደመዎ ዘይወስዱን ሕዚ ንኣብነት መጋቤ ሃዲስ ዮሃንስ ወልደሚካኤል ዝበሃሉ ሰብዓ ዓመት ዝተምሃሩ ዓሰርተ ኣርባዕተ ሽሕ ይኸፍልዎ። ንምንታይ ኣፈላላይ ብኡ ከምዚ ኮይኑ? ወገንነት፣
ዘይፍትሓዊ ኣሰራርሓ፣ መንበረ ሰላማ ክሪኦ ኣይከኣለን ካብ ዓቕሙ ንላዕሊ ኮይኑ ዞባ ሃገረ ስብከት ንመንበረ ሰላማ ካብ ዓቕሙ ንላዕሊ እዩ ምሳኣቶም ዝሻረኹ መዓት ዝሓመቑ ሰባት ዘለውዎ እዩ ምውስዋስ ከሊኦሞም የኔታ ፍስሃ እንዳጋብር እዮም ዘገድጉዱ ብ1950 ነርባዕተን ዝተመደቡ እዮም ብማኖ ብኣቡነ ዮሃንስ ቶም ቀዳምዋይ ትርደእ እንደለኻ እወ። ዓሰርተ ክልተ ሽሕን ደመወዞም የነታ ቃላይ ዝበሃሉ ወድ ቴስዓ ዓመት እዮም ዓሰርተ ክልተ ሽሕ እዮም ዝኸፍልዎም የነታ ጥዑመ ልሳን ዝበሃሉ ዓሰርተ ሽሕ እዮም ዝኸፍልዎም የነታ ኣይምሮ ዝበሃሉ ሊቅ እቶም ሊቃውንቲ ናይ ክስቲ ዝተወሰኑ እየ ከም መርኣያ መዓት ሊቃውንቲ እዮም ዘለዎም መቐለ የነታ ኣይምሮ ዓሰርተ ሽሕ እዮም ዝረኽቡ ካብዚ ንታሕቲ ዘለዉ ሊቃውንቲ ኣርባዕተ ሽሕ ዝወሃቦም ኣሎ ሸውዓተ ሽሕ ሓሙሽተ ሽሕ ሰለስተ ሽሕ ዝወሃቦም ኣሎ ሓንቲ ሽሕ ትወሃቦም እውን ኣለዉ ካብኦም ምንም ዘይተምሃሩ ምንም ዘይተምሃረ ፈላሲ ኣብ ከተማ እናውደልደለ ዝውዕል ፈላሲ ግን ኣባ ተወልደ መድሂን ዝበሃል ሚእትን ሰላሳን ሰለስተን ሽሕን ሸሞንተ ሚእትን ሰላሳን ክልተን ይወስድ ተኣምራት ከምቲ ዝበልኩኻ መልኣከ ብርሃናት ከምቲ ዝበልኩኻ ሚእትን ስሳን ሸሞንተን ሽሕን ክልተ ሚእትን ሰለስተን ይወስዱ ናይ መልኣከ ብርሃናት ብጣዕሚ ዝገርመካ ብጣዕሚ ዘሕዝነካ ኣብ ሓንቲ ወርሒ ልዕሊ ኣርባዕተ ሚእትን ገለን ሽሕ ወሲዶም ኣለዉ ከመይ በለኒ እዛ ኣርእያ ነረ ናይ ዓመት ዕረፍቲ ገለ ትብለላ እወ ከመይ በለኒ
ኣብ ወርሒ ሚእትን ሳን ሸሞንተን ኢልና ኣለና ደመወዞም እዩ ኣብ እንታይ እዩ ሽሙ ብ ናይ መን እዩ ሽሙ ን ሓለቓ እዮም ናይ እንዳ ገብርኤል ካቴድራል እቲ መቓብር ሃርበኛታት ዘለዎ ካብኡ እውን ኣርባዓን ሸውዓተን ሽሕን ሰለስተ ሚእትን ሰብዓን ይወስዱ ጠቕላላ ኣርባዕተ ሚእትን ሰብዓን ሓሙሽተን ሽሕን ሸሞንተ ሚእትን ኣርባዓን ትሽዓተን ነጥቢ ስሳን ኣርባዕተን ሳንቲም ይወስዱ ማለት እዙይ ምስ ምንታይ ተወሲኹን ካብ መንበረ ሰላማ እውን ዝወስድዎ ኣሎ ኣብ ዝኸድዋ ቅርሺ እዮም እዞም ሰብኣይ እዚኦም ግን ጠቕላላ ናብ ቅርሺ ዘለዎ ነገር ከይተቕርብዎም ኢሎም ብፁዕ ወቅዱስ ኣውነ ማትያስ ብ ዓሰርተ ሸውዓተ ሸሞንተ ክልተ ሽሕን ትሽዓተን ዓመተ ምህረት ንሕና ምእመናን ካብ መቐለ ናብዚ ነዲስ ኣበባ ከይድና ናብዚ ናብ መቐለ ዘምፃእናዮም ከፀርዩልና ዘምፃእናዮም ዓሰርተ ሽዱሽተ ሊቃውንቲ ኣብዚኣ እኒሀው ዓሰርተ ሽዱሽተ ህዚኣቶም ናይ ኣምሓሩ እዮም ናይ ግዛዕ እዮም ናይ ግዛዕ እዮም ኢሎም ከየመኽንዩ ተጋሩ እኒሄዎም ዶክተራት ምእመናን እውን እኒሄዎም እዚኣቶም ኣፃሪዮም ብደንብ ገይሮም ናብ ዕስራን ሓደን ውሳነ ኣቕሪቦም ኣለዉ ሃገረ ስብከቱ በሃገረ ስብከቱ የሚታየው አጠቃላይ ሁኔታ ቤተ ክርስቲያኑቱ ያወጣቻቸውን ህጎችና ደንቦች መመሪያዎች ሆን ብለው በማፍረስ

እንዲዳከምና እንዲቀዘቅዝ ኣድርጎታል። ይህም በመሆኑ በመቀለ ከተማ ከሰባ እስከ ሰማንያ የሚደርሱ የፕሮቲስታንት ኣዳራሾች መከፈታቸው በቂ ማሳያ ነው። ስብከተ ወንጌል የለን። ጽቡቕ ሕዚ ምንታን ሕጽር ኣለዎ ንክነብሎ ላፍተን ዋና ሕቶታትና እውን ክንኣቲ ህዝቢ ትግራይ እውን ክፈልጦ ዘለዎ ናይኹም ማሕበርኹም ማሕበር መእመናን ከተማ መቐለ ብግሊ እውን ኣብ ምምስራት መንበረ ሰላማ እጃም ኣለኩም ዶ? እወ
ንሕና እዚ ማሕበር እዚ ከምቲ ዝበልኩኻ ብዙሕ ምንቅስቃስ ምስ ገበረ መንበረ ሰላማ ክምስረት እዩ ምስ ተባሃለ ብፍላይ ተዚ ዝነበረ ሲኖዶስ ኩናት ምስ ኣወጀልና ኣብ ርእሲና ብዝበፅሐ ግፍዒ መንበረ ሰላማ ክምስረት እዩ ምስ ተባሃለ ቀደም እውን መንበረ ሰላማ እቲ መንበር መንበሩ ኣኽሱም እዩ ብሽወዳ እዩ ተወሲዱ ነዲስ ኣበባ ስለዚ መንበር እዚ ምምላሱ የሐጉሰና ኣንቱም ኣቦታት እውን ኣርባዕቴኹም ናይ ኣቦታት ማለት እዩ ኣቡነ ኢሳያስ ኣቡነ መርሃ ኣቡነ ጴጥሮስ ኣቡነ መቃርዮስ እዚኦም ሰለስቲኦም ስለ ዝነበሩ ኣብ ጎንኹም ኣለና ኢልና ኣብ ጎኖም ከም ዘለና ብኣካል ከይድና ማለት እዩ ባዕለይ ኣመራርሓይ ሒዘ ባዕለይ ከይደ ሽዑ ኣቡነ ኢሳያስ ኣይምስርትን ኢሎም ኣብዮም ስለ ዝነበሩ ኣቡነ ኢሳያስ ኣብዮምና እዮም ጠቕላላ እቲ መንበረ ሰላማ ክምስረት ፈቃደኛ ኣይኮኑን እዚ ዋና ዝገብርዎ ዘለዉ ድማ መልኣከ ብርሃናት ገብረ ስላሴ ሕሸ እዮም ስለዚ መንበረ ሰላማ ከይምስረት ዓብዪ ዕንቅፋት ይገብሩልና ስለ ዘለዉ ንስኻትኩም ምእመናን እውን ፀቕጢ ግበሩሎም ከይድኩም ኣዛርብዎም ሰብ ሃፍቲ እውን ሰዲድናሎም ኢና ንዓና እውን ከይድና ኣርባዓ ደቂቃ ኣውነ ጴጥሮስ ኣለዉ ብሂወት ናይ ምዕራባዊ ዞባ ናይ ሽረ ኣርባዓ ደቂቃ በሪ ጠጠው ኢለ እየ ምእታው ከሊኦምኒ እንኳን ፍትሒ ክህውሲ ንኣይ እውን ምእታው ከሊኦምኒ ኣርባዓ ደቂቃ ጠጠው ኢለ እየ ግን ሓግዙና ኢሎምና ኣጆኹም ኣብ ጎንኹም ኢና ኢልና ንማሕበረ ቅዱሳን ዘይኸውን ዓቕሚ ዘይኸውን ቃልሲ የለን ኢልና ኣብ ጎንኹም ኣለና ህዝቢ ይድግፈኩም እዩ ኢልና ኣስተዋፅኦና ጌርና ኢና። መንበረ ሰላማ
ድሕሪ ምምስራቱ ንህዝቢ ትግራይ ብፍላይ ድማ ለኣመንቲ ካብኡ ትፅቢት ዝግበር ሰሪሑ ዶ?
ኣይሰርሐን ኣመይ ከመይ ጽቡቅ ንሕና መንበረ ሰላማ ዓብዪ ተስፋ ኢና ጌርናሉ ሓደ ናይ ቦታ ራሕቂ ስለ ዝነበረ ሲኖዶስ ልክዕ ከምቲ ናይ መንግስቲ ናይ ሕገ መንግስቲ ኣወቃቅራ በቢ ክፍለ ሃገሩ ናይ ምምሕዳር ናይ ሲኖዶስ ምንቅስቃስ ክህሉ ኣለዎ ሲኖዶስ ክህሉ ኣለዎ ዝብል ዋላ ኣነ ኣዲስ ኣበባ እናሃለኹ ምስ ዝተወሰኑ ሰባት ምንቅስቓስ ንገብር ነርና ኢና። ኣዕርኽተይ ኣለዉ። ስለዚ ምስኣቶም ኮይና ፅሑፍ እውን ሓደ ኣሎ ዓርከይ ተስፋይ በርሀ ዝበሃል ፅሑፍ ፅሒፉ ናይ ኦሮሚያ ክህሉ ኣለዎ ናይ ትግራይ እውን ክህሉ ኣለዎ ዝብል መንፈስ ነይሩና ሽዑ ብፁዕ ቅዱስ ኣቡነ ጳውሎስ ስለ ዝነበሩ ስኢልና ከም ታራ ሓሳብ ኢና እምበር ኩናት ክእውጀልና እዩ ኩናት ዝእውጅ ሲኖዶስ እዩ ኢልና ስለ ዘይሓሰብና ግን ከም ሓሳብ መጠን ንሶ ረኣያ ስለ ዝነበረና ኣብኡ ምምስራቱ ብቀረባ ፍትሒ ክህብ እዩ ዝብል እምነት ስለ ዝነበረና በቲ ዝበፅሐና ዝነበረ ግፍዕን ጭቆናን በቲ ዝተኣወጀልና በቲ ጳጳሳት ኲናት ዝእውጁ ጳጳሳት ዘለውዎ ሲኖዶስ ይትረፈና ዝብል እምነት ስለ ዝነበረና መንበረ ሰላማ ክምስረት ዓብዪ ተስፋ ነይሩና። ጉቦ ከትርፍ እዩ፣ ሰናይ ምምሕዳር ከንግስ እዩ፣ ሊቃውንቲ ክኸብሩ እዮም ሊቃውንቲ እኮ ናይታ ቤተ ክርስቲያን እታ ቤተ ክርስቲያን እኮ እስትንፋሳ ሊቃውንቲ እኮ እዮም ደቂቀ ያሬድ እኮ እዮም ስለዚ ሰላሳ ኣርባዓ ዓመት ተማሂሮም ኣርባዕተ ሽሕ ደመወዝ ምንም ዘይተምሃረ ኣድገ መረብ ኣውዚ ነይሩ ዘይበሃል ብሰንበት ትምህርቲ ቤት ዝሓለፈ በስመ ኣም እኳ ዘይኽል በስመ ኣም ወልደ መንፈስ ቅዱስ እናበለ ዝሰብኽ ተኣምራት ምሽጥር እናበለ ምስጢር ዝብል እኳ ክብል እኳ በቃ ብስሩ ኪዳንስ እንኳን ብዜማኣ ዕሪ እኳ ዘይደግማ መስቀል ሒዙ ወጥወጥ እናበለ ሚእትን ሰላሳን ሰለስተን ሽሕን ገለን ክበል- ክረክብ ካብ ሓንቲ ፔሮል እዙይ ትኽክል ኣይኮነን ስለዚ ከስተኻኽሎ እዩ መንበረ ሰላማ ዝብል ተስፋ ስለ ዝነበረና ከምቲ ዝተፀበናዮ ዘይኮነስ መንበረ ሰላማ ክነቅዝ ገይረሞ ነቂዙ ነቂዙ በቃ ነቂዙ መንበረ ሰላማ ንምንታይ እዩ ለዚ ለይተሳክዐሉ ዝተኽብሎ ሓሰብኩሞ ሙሉእ ለይተሳክዐስ ንምንታይ ተቃሊሰምዎ ንመን ካብ መጀመርያ ጀሚሩ ሃገረ ስብከት ዘዋ መቐለ ጳጳስ ዘይመልመለት ሃገረ ስብከት እያ ከምታ እንተ ዝበልኩኻ ብለይ መጸ ናብ ስውስዋኩም ኢሎምዎም ኣቡነ ኢሳይያስ ነቶም ካልኦት ጳጳሳት እቶም ኣርባዕተ ጳጳሳት ምስኦም ኣዕርክቶም እውን ኣለው እዮም ምክንያቱም ንሳቶም ከም ዝበሃል ኢንፎርሜሽን ከም ዘለና ተውዚ ዝነበረ ደመወዞም ኣይተቋረፀን እዩ ዝበሃል ካብ ኣዲስ ኣበባ እውን ኢንፎርሜሽን ከም ዝመፀና ካብዚስ ደመወዝ ንሰደሎም ኢና እዮም ዝብሉ ተረዲኻ እንዶ ንሳቶም ናይ ገንዘብ እዮም በቃ ኦረዲ ገንዘብ እዮም ስለዚ ኣውነ ኢሳይያስ መንበረ ሰላማ ከይምስረት ዓብይ ዕንቅፋት ፈጢሮም እዮም። ኣይፈጠሩን እንተኢሎም እቶም ሽዓ ዝነበሩ ሰለስቲኦም ኣቦታት ክምስክሩ ይኽእሉ እዮም። መልሙሉ ኢሎሞም ኣይምልምልን ኢሎም ኣብቲ ኣፋን ዕርበታን ኣብታ ዱራኣ እሺ እሺ እናበሉ ጸኒሖም ኣብታ ዱራኣ ኣይምልምልን የብለይን ኢሎም ኣብዮሞም እሞ ውክልና ዘይብላ ደኣ ከመይ ክትገብር ዝሃገረ ስብከት እዚኣ ተባሂሉ ብጸግን ጸግን ብቅዓት የብሉ ናውዚ ኢቶይ ይበሃል ክንደይ ሓሜት ዘለዎ ሓደ ፈላሲ ኣምጽ ኣቢሎም ጳጳስ ገይሮሞ። ሓሜት ማለት ታይ እዩ? ሓሜት ማለትማ እቲ ሓወይ እንታይ ከም ዘይረጊጽካ እኮ። ግልጺ ነገሩ፣ እወ። ሓሜት ማለትማ ብደደቢት ሚድያ እውን እኮ ተዘሪቡ ታይ ድዩ መሰለኩም ኣነ ወሊዶም ተባሂሉ ክነግረካ እው። ሰበይቶም ወሊደ እየ ካባይሰ ውሊዶምኒ እዮ ርእያ ነይራ እቲ ኣነ እውን ኣብ ማሕበራዊ ሚድያ እንተ ሪኢኻያ ድኣ እንታይ እው። ትሓተኒ ኣለኻ? እዎ እሞ ማ- እዛ ሓቂ ድዩ ተባእሰኒ ንሳቶም ኮ ኢዶም ነዊሕ እዩ ግን ኣነ ብዝመፅዎ ብዝመፅዎ ይፅበዮም እየ ኩሉ ግዜ ብጥንቆላ ይምፅኡ ብሓይሊ ይምፅኡ ታስተርእየትን ንክዛረብ እግዚኣብሔር ይመስገን ኣቦይ ሓቂ ኣምሂሩ እዩ ኣዕብይኒ ነቲ ሓቂ ነታ ትጠቅም ንድሕሪት ኣይብልን ግን ከምዚ ንጽህና ዘይብሎም ኣትዮም ኣንቂዘምዎ ነቲ መንበር። እወ እዚ ሐዚ እንዲያውም ብፍላይ እሶም ጥራሕ ዘይኮኑስ ብዙሓት እውን ኣብቲ ቤተክርስትያን ከባብታት ለለዉ ሰባትስ መለክሴ ገለታት ማለት ዝኾነ ሕሜታ እውን ክመፀልካ እየ እሱስ ብመሰረቱ ጵጵስና ብፍላይ ኣብ ኣዲስ ኣበባ ብገንዘብ እንድዩ ጳጳስ ምዃን ሃፍታም ምዃን እዩ ካቪያ ጉይ መዓልስ ክሳድ ምሓዝ እዩ እታ ቆቢዕ እታ ስኬማ ናይ እንጀራ እያ ኮይና መሸቀጢት እያ ጳጳስ ንክኸውን ሓደ ፈላሲ ዋላ ዓሰርተ ሚልዮን ክብ ይኽእል እዩ በዚ ሎሚ ቅነ ዝሰማዕናዮ ሓደ ነገር ሓደ ኣባ ፋኑኤል ድዩ ግዛዕ ዝበሃል ዝበሃሉ ፈላሲ ኣሎ እናዘንጠልክዎም እንድየ እቲ ተግባሮም እንድዩ እናናደደኒ ኣሜሪካ እዮም ዝቕመጡ ህዝቢ ትግራይ ዘይጠፍአ ኢሎም ናብ ሰኔት ኣሜሪካ እንተይተረፈ ዓገርገር ዝብሉ ዝነበሩ ሰብኣይ እዮም። ጦረኛ እዮም። ሕዚ ኣብ ኣዲስ ኣበባስ ሚእትን ዕስራን ሚልዮን ዝሽየጥ ገዛስ ንመቄዶንያ ሂቦምዎ ዝብል ሚድያ ሰሚዕና ተዛሪቦም ባዕሎም እውን ጳጳስ ዶ ሚእትን ዕስራን ሚልዮን ዘውፅእ ገዛ ይሰርሕ እዩ ስለዚ ካብ ትርፎም እዮም ሂቦም ዘለዉ ማለት እዩ እቶም ናትናኸ እንታይ ከም ዘለዎም እኮ ይንፈልጥን ኣዲስ ኣበባ ፎቅ ክህልዎም ይኽእል እንታይ ደገብርዎ እዮም ዝገንዘብ እዚ ሚእትን ሰማንያን ሽሕ እዚ እኮ እቲ ስቂሉ ዝተፈለጠ ዝተፈረመ ብኣካውንት ናምበር ዝወፀ ርኢና ኢና እምበር መዓት ኮ እዩ ገንዘብ ዝኣቱ ሽልማት ኮምዓት እዮም ዝሽለሙ ኣነ ኣውነ ኢሳያስ ኣቦና ኣውነ ኢሳያስ ኣብ ብዙሕ መድረኽ ሪኦዮም ኣለኹ ሓሙሽተ ሚእቲ ሽሕ ዝወድአ ሽልማት ይሽለሙ እዚ ሓሙሽተ ሚእቲ ሽሕ ዝወድአ ሽልማት ኣብ ብዙሕ ደብርታት እናኸዱ እዮም ዝሽለሙ እዚ ሸጥዎ ይበሃል ምክንያቱ እንታይ ክገብረሎም እንታይ እዩ ሓሙሽተ ሚእቲ ሽለሙ እንታይ እዮም ሽለሙ ንኣብነት ወርቀ ዞቦ እዚ ልብሲ ወርቂ መስቀል ወርቂ መቆምያ ዝተፈላለዩዋ ወርቂ ሃብሊ ቤተክርስትያን ግን ኣታ ኣታ እዩ ልመና
እንታይ ድኣ ዝገርመካ ትልምን ልመና ተስፋሕፍሕ። ልመና ብመሰረቱ ሓጢኣት እዩ። ልመና ሕጊ እግዚኣብሔር ምጥሓስ እዩ። መጀመርያ ሕጊ ብላእ ብሃፈ ገጽከ ብርሃጽካ ብላዕ ክይድ መሬት ናይ ርግማን መደረይት እንድያ ኣዳም ኣቦና ምስ ተጋገየ ናብታ መሬት ምስ ደርበዮ ኣብኣ ከድካ እሸኹን ኣሜኬላ እናተወጋእኻ ብርሃጽካ ብላዕ ሰሪሕካ ብላዕ እዩ